ሰላም ሰላም ክቡራትን ክቡራን ተኸታተልቲ ከመይ ቀኒኹም? ሰላም ኣምላኽ ምሳኹም ክኸውን እንዳተመነኹ ናብ ትሕዝቶና ከብለኩም። ናይ ሎሚ ቪድዮ ትሕዝቶና ብዛዕባ ቫይታሚን ኢ ኮይኑ ናይ ቫይታሚን ኢ ጥቕሙ፣ ምንጪ ምግብታት ጉድለትን ሕፅረትን ናይ ቫይታሚን ኢ ከምኡ እውን ንዘለዎ ጥቕሚ ናይ ንጥዑይ ቆርበት ንሓይሊ ምክልኻል ሕማም ምክልኻል ዋህዮታት ከምኡውን ኣገዳሲ ዝኾነ ሓይሊ ፀረ ኦክስጅንን ክንፍትሽ ኢና ቫይታሚን ኢ እንታይ እዩ ቫይታሚን ኢ ኣብ ስብሒ ዝሓቅቕ ቫይታሚን ኮይኑ ሸሞንተ ውህደታት ዝሓቆፈ ጉጅለ እዩ። ቶኮፌሮልን ቶኮትሬኖልን ምስ ኣልፋ ቶኮፌሮል ኣብ ኣካላት ደቂ ሰባት ዝያዳ ንጡፍ እዩ። ቀንዲ ስርሑ ከዓ ንዋህዮታት ካብ ብነፃ ራዲካላት ዝመፅእ ጉድኣት ይከላኸል ማለት ኣካላትካ ንብከላ ጨረርታ ወይ ኣልትራቫይለት ምዝቕላዕ ዝፍጠሩ ዘይርጓት ዋህዮታት ሞለኪል ስለዚ ድማ እዩ መብዛሕትኡ ግዜ ጸረ ኦክስጅን ቫይታሚን ተባሂሉ ዝጽዋዕ ቫይታሚን ኢ ኣብ ስብሒ ዝሓቅቕ ቫይታሚን ስለ ዝኾነ ኣብ ጸላም ከብድን ስብሒ ትሹታትን ይኽዘን እሞ ኣካላትና ከዓ ምስ ግዜ ይጥቀመሉ። ጥቕምታት ወይ ከዓ ረብሓታት ናይ ቫይታሚን ኢ እንታይ እዩ? ቫይታሚን ኢ ሰፊሕ ናይ ጥዕና ረብሓታት ይዝህብ። ገለ ካብኡታት ንምጥቃስ ሓያል ጸረ ኦክስጅን ማለት ንነጸራ ዲካላት ብምውጋድ ንጉዳት ዋህዮታት ይከላኸል። ኣብ ጥዕና ቆርበት እውን ንሕውየት የደንፍዕ፣ በሰላ ይቕንሰን ምልክታታት እርጋን እውን የዝሕሎ እዩ። በዚ ምክንያት እዚ ከዓ መብዛሕትኡ ግዜ ቫይታሚን ኢ ኣብ ፍርያት ክንክንን ቆርበትን ዓብ ተራ ዘለዎ የረድኣና። ብተወሳኺ ኣብ ደገፍ ስርዓተ ምክልኻል ሕማም ክስታት ንምምካትን ድልዱል ናይ ምክልኻል ዓቕሚ ንምዕቃብን ይሕግዘና። ኣብ ጥዕና ዓይኒ ኸኣ ንውሃዮታት ዓይኒ ይከላኸልን ምስ ዕድመ ዝተኣሳሰረ ምብስባስ ማኩላር ንምዝሓል እውን ክሕግዝ ይኽእል። ኣብ ጥዕና ልቢ ዘለዎ ጥቕሚ እንተርኢና ኸኣ ንኦክሲዴሽን ኤልዲኤል ኮለስትሮል ክከላኸል ይኽእል እዩ። እዚ ድማ ንሓደጋ ሕማም ልቢ ከጉድሎ ይኽእል እዩ። ከምኡ'ውን ኣብ ጥዕና ተፈጥሮ ኣብ ደቂ ተባዕትዮን ደቂ ኣንስትዮን ንሚዛን ሆርሞናትን ፍርያምነትን ይድግፍ። ቫይታሚን ኢ ጸረ ነድሪ ባህርያት እውን ኣለዎ፣ ማለት ንነድሪ ንምንካይን ንሕውየትን የደንፍዕ። ብሓጺሩ ቫይታሚን ኢ ንኣካላትና ካብ ውሽጢ ንደገ ይከላኸለልናን ይጽግኖን ይሕይሎን እዩ። ሕጽረታት ናይ ቫይታሚን ኢ ምልክታቱ እንታይ እዩ? ሕጽረት ቫይታሚን ኢ ሳሕቲ እኳ እንተኾነ ኣብቶም ኣብ ሕማም ክሮን፣ ሕማም ጸላም ከብዲ ዝኣመሰሉ ናይ ስብሒ ምንጣጥ ጸገማት ዘለዎም ሰባት ግን ብብዝሒ ክኽሰት ይኽእል እዩ። ካብቶም ልሙዳት ምልክታታት ናይ ሕጽረት ቫይታሚን ኢ ኸኣ ነዚኦም ይመስሉ። ድኻም ጭዋዳታት፣ ድኹም ምውህሃድን ሚዛንን ማለት ኣታክስያ፣ ምድናስ ወይ ጉድኣት ነርቭ፣ ናይ ምርኣይ ጸገማት፣ ምድኻም ናይ ምክልኻል ዓቕሚ፣ ደረቕ ወይ ረሳሕ ቆርበት፣ ኣብ ኣረጋውያን ዓበይቲ ከኣ ናይ ኣእምሮ ምንቁልቋል ከስዕብ ይኽእል። ቅድሚ ግዜኦም ዝውለዱ ዕሸላት እውን ናይ ሕጽረት ሓደጋ ከህልዎም ይኽእል እዩ፣ እዚ ድማ ከም ዋሕዲ ደም ወይ ምጉዳል ምርኣይ ዝኣመሰሉ ከበድቲ ጸገማት ከስዕበሎም ይኽእል። ምንጪ ቫይታሚን ኢ ካበይ እዩ? ቫይታሚን ኢ ኣብ ብዙሓት ካብ ተኽሊ ዝተመስረቱ መግብታት ይርከብ። ገለ ካብኣቶም ዝበለጹ ንምጥቃስ፣ ቀዳማይ ካብ ፍረታትን ኣዝርእትን፣ ማለት ካብ ኣልሞንድ፣ ሳንፍላወር ሲድስ፣ ናይ ጽሕዲ ፍረታትን፣ ከምኡ'ውን ካብ ናይ ኣሕምልቲ ዘይቲ ከም በዓል ሳንፍላወር ኦይል፣ ዌት ጀርም ኦይል፣ ከምኡ'ውን ዘይቲ ኣውሊዕ፣ ከምኡ'ውን ካብ ቆጽሊ ዘለዎም ሓምለዋይ ፍረታት ክንረኽቦ ንኽእል ኢና፣ ማለት ከም በዓል ካውሎን ሰላጣን፣ ከምኡ'ውን ካብ ኣሕምልትን ፍረታትን ኣቨካዶ፣ ማንጎ፣ ኮሚደረ፣ ቀይሕ በርበረ፣ ከምኡውን ካብ ተኽሊ ዝተሰረተ ጸባ ከም ጸባ ኣልሞንድ ወይ ሶያ። ብዘይቲ ኣሕምልቲ ምብሳልን ካብ ፍረታት ወይ ከኣ ካብ ዘርኢ ምቁር መግቢ ምብላዕን ኣመጋግባና ንኣመጋግባና ምዕባይ ቀለልቲ መንገድታት እዮም። ልዕሊ መጠን ቫይታሚን ኢ እንታይ ጎናዊ ሳዕቤን ክህልዎ ይኽእል? ካብ መግቢ ዝመጽእ ተፈጥሮኣዊ ቫይታሚን ኢ ብሓፈሻ ውሑስ እኳ እንተኾነ፣ ልዑል መጠን መመላእታታት ግን ንጥዕና ሓደጋ ከስዕብ ይኽእል እዩ። ምልክታታት ናይ ልዕሊ ዓቕን ጎናዊ ሳዕቤናት ከኣ ረስኒ ወይካ ዘይምቹእነት ኣብ ከብዲ፣ ሕማም ርእሲ ወይካ ምድብዛዝ፣ ድኻም ከምኡውን ድብዝዝ ዝበለ ምርኣይ ብፍላይ ምስ ደም መቐነሲታት እንተደኣ ተደሚሩ ናይ ምድማይ ሓደጋ ክውስኽ ይኽእል እዩ። ከምኡውን ኣብ ኣዝዩ ልዑል መጠን መድሃኒት ናይ ደም ወቕዒ ክህልወሉ ዝኽእል ሓደጋ ክልዕል ይኽእል እዩ። እቲ ላዕለዋይ ገደብ ኣመጋግባ ንዓበይቲ ኣብ መመላእታታት ኣብ መዓልቲ ኣስታት 1000 ሚሊግራም ወይ 1500 ኢንተርናሽናል ዩኒት ኣልፋ ኮፌሮል እዩ። ከምኡውን ኩሉ ግዜ ቅድሚ ልዑል መጠን መድሃኒት ምውሳድካ ምስ ሓኪም ምምኻር ኣዝዩ እቲ ዝበለጸ ምዃኑ ኩሉ ዝፈልጦ ሓቂ እዩ። ከመይ ጌርና ንቫይታሚን ኢ ንከናኸኖን ሚዛን ንህቦን? ጥዑይ ደረጃ ቫይታሚን ንክህልወና ክንክተሎ ዘለና መንገድታት ቀዳማይ ሕብራውን ሚዛናውን ዝኾነ ኣመጋግባ ክንወስድ ከለና እዩ። እዚኦም ከዓ ከም ፍረታት፣ ኣዝርእቲ፣ ዘይትን ቆፅሊ ዘለዎም ሓምለዋይ ምግብታትን ብቐፃሊ ንኣካላትና ክንምግቦም ከለና ከምኡውን ኣብ ሰላጣ ስላይስ ኣቮካዶን ወይ ከዓኒ ኣብ ተወስካ ሓሩጭ ኣልሞን ክንውስኽ እንተፈተና እውን ተመራፂ እዩ። ካልኣይ ዘየድሊ መመላእታ ምውሳዱን ከነወግድ ኣለና ማለት ከይና ቫይታሚን ኢ እንተተኣዝልና ወይ ከዓ እንተተመኺርልና ብሓኪም ጥራይ እንተወሰድና ፅቡቅ እዩ ምክንያቱ ካብ መጠን ንላዕሊ ምጥቃም ንናይ ምክልኻል ዓቕማና ኣዝዩ ስለ ዘዳኽሞን ብተወሳኺ ከዓኒ ከም ሳዕቤኑ ጎዳእ ክኸውን ስለ ዝኽእል ቫይታሚን ኢ ምስ ጥዕናዊ ስብሒ ምጽንባር ወይ ከዓ ምሕዋስ እውን ጽቡቕ እዩ። ምክንያቱ ቫይታሚን ኢ ኣብ ስብሒ ዝሓቅቕ ስለ ዝኾነ ምስ ከም ዘይቲ ኣውሊዕ፣ ኣቮካቶ ወይ ፍረታት ዝኣመሰሉ ጥዕና ዘለዎም ስብሒ ምብላዕ ኣብ ምምጻይ ወይ ከዓ ኣብ ምምጣጥ ክሕግዙና ስለ ዝኽእሉ። ብተወሳኺ ካብ ሙቐትን ኣየርን ምክልኻል። ቫይታሚን ኢ ንሙቐትን ንኦክሲዴሽንን ኣዝዩ ዝተቓልዐ እዩ። ስለዚ ነዞም ዘይቲ ኣብ ጸሊም ጥርሙዝ ብምቕማጥ ካብ መጠን ንላዕሊ ካብ ምውዓይ እውን እንተተቑጠብና ተመራፂ እዩ። ከምኡ እውን ስሩዕ መርመራ ጥዕና ምግባር ማለት ሕዱር ሕማም ወይ ከዓ ናይ ምሕመቃቅ መግቢ ፀገም እንተደኣ ሃልዩካ መጠን ቫይታሚናትካ ብቐፃሊ እንተተመርመርካ ኣዝዩ ተመራፂ እዩ። ምክንያቱ ካብ ዝመፅእ ሳዕቤናዊ ፀገም ክንከላኸሎ ብኣጋ ስለ ንኽእል። ንቫይታሚን ኢ ብካልእ ፀረ ኦክሲዴሽን ዝኾኑ ምድጋፍ እውን ፅቡቕ እዩ። እዚ ክንብል ከለና ብቫይታሚን ኢ ዝሃብተሙ መግብታት ምስ ቫይታሚን ሲን ሰሊንየምን ብምውሃድ ውፅኢቶም ብተፈጥራዊ መገዲ ንምዕባይ የኽእለና እዩ። መን እዩ ዝያዳ ቃልቦ ቫይታሚን ኢ ዘድልዮ? ገለ ሰባት ንኣመጋግባኦም ቫይታሚን ብቐረባ ክከታተሉ ኣለዎም። እዞም ዓይነት ሰባት እዚኦም ድማ እዚኦም እዮም። ናይ ስብሒ ምንጣጥ ጉዳይ ጸገም ዘለዎም ቅድሚ ግዜኦም ዝውለዱ ዕሸላትን ኣረገውቲ ዓበይትን ከምኡውን ትሑት ስብሒ ዘለዎም ወይ ቀይዲ በተኽ ኣመጋግባ ዝወስዱ ሰባትን እቶም ንመታቦሊዝም ስብሒ ዝጸሉ ጀነቲካዊ ጸገማት ዘለዎምን እዮም። ኣብዞም ዝጠቕስናዮም ጉጅለታት እንተ ሃሊኻ ኣብ ተፈጥራዊ ምንጭታት ኣተኩር እሞ ካብ ወሃብ ክንክን ጥዕና ከዓ ምውካስ ኣይትሕማቕ። ስለዚ ቫይታሚን ኤ ንብዙሕ ነገር ከም ዝከላኸለልና ርኢና ኣለና ማለት ንዋይሆታታትና ከም ዝከላኸል፣ ስርዓተ ምክልኻል ሕማምና ከም ዝድግፍ፣ ከምኡ እውን ቆርበትና ንክበርህ ዝገብር እዩ። ዋላ እኮ ከምዚ እንተኾነ ዓቐኑ ግን ሚዛናዊ ክኸውን ከም ዘለዎ ክንርስዕ የብልናን። ምክንያቱ እንተደኣ ውሒዱ ንነርቭታት ክጎድእ ይኽእል እዩ። ካብ መጠን ንላዕሊ እንተ በዚሑ ከዓኒ ንኻልእ ጸገማት ከቃልዓና ወይ ከዓ ከስዕበልና ይኽእል እዩ። ስለ ዝኾነ ኣመጋግባና ጥዑይ ክኸውን ኣለዎ። ምክንያቱ ጥዑይ ኣመጋግባ ቀንዲ ምንጪ ሓይልናን ጥዕናናን ስለ ዝኾነ። ሕራይ እምበኣር ክቡራትን ክቡራንን ተኸታተልቲ ናይ ሎም ትሕዝቶና ነዚ ይመስል ነይሩ። ንዝያዳ ሓጋዝ ትሕዝቶ ላይክ ሼር ሳብስክራይብ ኣይትረስዑ ኢኹም ኣብ ቀፃሊ ቪድዮ ክሳብ ንራኸብ ሰሰናዩ ንዓኹም